ሰላም ከመይ ኣለኹም ኣብ መላእ ኩርናዓት ዓለም ኮንኩም ፍርያ ጥበብ ኤርትራ ትከታተሉ ክብራት ተዓዘብትና ከመይ ኣለኹም እምበኣርከስ ሎሚ ኣብ ሸዊት ስገም ኢንተርተይመንት ዕላል ንክንገብር ሓደ ስነጥበበኛ ዓዲምና ኣለና። እዚ ድማ ገዲም ስነጥበበኛ ፍስሃየ ወርቅነህ፣ ፊሽ፣ ምስ ፍስሃየ ወርቅነህ፣ ፊሽ፣ ነካይዶ ስፍሕ ዝበለ ዕላል ክህልወና እዩ። እቲ ዕላል ከመይ ይመስል ኣብ መንገዲ ዕላልና እንዳተዓዘብኩሞ ክትከዱ ብክብሪ ይዕድም። ሐራይ ሞፊሽ ዕድሜን ኣክቢርካ ብምምጻእካ ደጊመ ኣዝየ እየ ደመስግነካ። እዚ መደብና ኣብ ሸዊት ስገም ኢንተርተይመንት ነካይዶ ዘለና ምሳኻ ምስ ሓደ ክቡር ኣርቲስት ናይ ዓድና ካብቶም ገዳይም ስነ ጥበበኛታት ናይ ዓድና ምሳኻ ክንውዕል ብምብቃዕና ኣዝየ ከመስግነካ ዝደሊ መጀመርያ ዕድሜ ናብ ሂብካ ምምጻእኻ ቴንክ ዩ እሞ እስከ ናብ ዕላልና ክንጅምር ኢና ብግዜ ንእስነት ዶ ንጀምር ከም ድላይ ክፍርቴ ማለት እሞ ብግዜ ንእስነት ክንጀምር ፍሽል ግዜ ንእስነቱ ከሎ ፈለማ
ኣብ እምሮይ ክብሪ ዘለኪ ኣብ ጥበብ ከኣ ዓቢ ግደን ኣበርክቶን ዘለኪ ሰብ ኣነስ ብቑዕ ሰብ ኮይነ እሞ ከኣ ብኣኺ ክሕተት ምኽኣለይ መጀመርታ ንእግዚኣብሔር ኣመስግኖ ብዓቢኡ ከኣ ንኣኺ ቴንኪው እብል ኣየናይ ፊሽ ደሊኺ ንኣብነት ከምዚ ሕጂ ክንዛረብ እንድሕር ኮይናስ ካበይ ክጅምር ፊሽ ብግዜ ንእስነቱ እስከ ንጀምር። ፊሽ ብግዜ ንእስነቱ ከመይ ዓይነት ህጻን እዩ ነይሩ ወይ ቆልዓ መንእሰይ?
ካብ ሽሕን ትሽዓተ ሚእትን ስሳን ሓደን ክሳብ ክልተ ሽሕን ዒስራን ክልተን ክንደይ ዓመት ኣሎ ተልክኒ ስሳን ሓደን ዝተወለድኩሉ ከኣ ስሳን ሓደን ስለዚ ሕጂ በርዝደይ ናተይ የብዕል ኣለኹ ኮይኑ ይስምዓኒ ሓደ ካልኣይቲ ከኣ ኣብ ኣባሻውል ተወሊዱ ወዲ ሓደ ዓመት ምስ ኮነ ከኣ ንዕዳጋ ምስ መጽዩ ከምቲ ኩሉ ሰብ እንሻላ ኣብ ትምህርቲ ዓለም ገለ ትኣትዎ ፈለገ ኣእምሮ ማህበረ ሃዋርያት ወንጌላዊት ቤተ ክርስቲያን ወይ ከዓ ዝሉትራን ሚስዮን ዝበሃል ካብኡ መለስተኛ ካብኡ ቃሃስ ካብኡ ከዓ በረኻ ወዲኤን እዚኤን ተን መስርሕ ህይወት ናይ ኣብ ትምህርቲ ዓለም ዝነበርኮን እየን ሽዑ ከም ተምሃራይ ከመይ ነርካ ትህልክኒ ምፅናዕ ዘይፈቱ ውዑይ ከም ተምሃራይ ንፉዕ ሓድሓደ እዋን ከዓ ባህግታቱ እንታይ ምዃኑ ዘይፈልጥ ምሻሎ ከለልዮም ዘይክእል ድሌታት ወይ ከኣ ሆቢ ንበሎ ወይ ዝምባለ ንበሎ ወይ ገለ ከምኡታት ዘለዎ ሰብ ግን ብንጹር ከለልዮ ዘይከኣለ ሰብ ኮይኑ ይስምዓኒ። እቲ ገዛውቲ ናይ ገዛእ ነብሱ ናቱ ኤቲክስ ነይርዎ ማለት እዚ ስነ ምግባር ንብሎ ንኣብነት ኣብታ ንሕና ዝነበርናያ ካንቸሎ ኣስላም ነይሮም ክርስትያን ነይሮም ካልኦት ከኣ ነይሮም ናይ ከምዚ ዝሓቖፈት እያ ካብኣቶም ሕጂ ሰማይ ነብሱ ምሓሮ ሮሞዳን ዑማሮ ዝብሃል እዝክሮ ንሱ እንድሕር ሰዓት ሽዱሽተ ኣትዩ ኩልና ንሕና ኣብቲ ካንቸሎ ክንኣቱ ክንክእል ኣለና ሓውና እዩ ዓቢ ሓውና እዩ ዝኾነ ዓይነት ዝምድና የብልናን ብጉርብትና ዝመጸ እዩ ሕጂ እንታይ ይገብረካ እሱ ንሳቶም ክኣትዉ ከለዉ ወይ ኣብ ደገ ወጺኻ ትገብሮ ዝኾነ ዓይነት ምንቅስቓስ ይቕይደካ ህድእ ኢልካ ትሕት ኢልካ ስነ ስርዓት ናይቲ ሕብረተሰብ ሓሊኻ ንኽትዓቢ የገድደካ ከም ቆልዓ ውጽእ ኢልካ ርእይ ተብልካዮ ግልብጥ ኢልካ ትምለስ ንዓኻ ሓውኻ ኣይኮነን ኣብታ ጎረቤት ስለ ዘሎ ሕጂ ኣብ ከምዚ ዝኣምሰለ ሕብረተሰብ ስለ ዝዓበኹ ከም ሰብ ዋላ ነቲ ዘለካ ዋዒ ዋላ ነቲ ዘለካ ካልእ ነገራት እቲ ሕብረተሰብ እናኣረሞ እናጎንሖ እናኣበዶ እናበሎ እናፈራርሓካ ስለ ዝኸይድ ብምዉቕ ሂወት ኣብ ማእከል ብሉጻት ሰባት ኮይነ ዓብየ ኮይነ ይስምዓኒ ናይ ወለደይ ተራ ከኣ ኣብ ርእሲ እዩ ዘለዎ ማለት እዩ ሓንቲ ሓብቲ ከኣ ኣላትኒ ንሳ ከኣ ንሳ ምዕባያ ሓንቂቃ ዘዕበየትኒ ሕጂ ንሳ ኣብ ቅድሚኣ ኣነ ጸሎለ እየ ጸሊም እየ ኣታ ጋንድያ እንድሕር ኢልክያ ናዕ ኢልኪ እንድሕር ጸሪፍክንስ እሳ ምሳኺ እያ ክትበኣስ ትውዕል ሓወይሲ በቃ ዘየለ ሕብረይ ቀባቢኣ ቀባቢኣ ጻዕዳ ክትገብረኒ ትደሊ ንሳ ዕምባባ እያ ፈረንጂ እያ ከብዲ ደጉራምራ ስለ ዝበሃል እዩ እምበር ካልእ ኣይኮነን ዝተረፈ ፊሽ እዚ መስል ካብ ንእስነቱ ቤኒኻ ከለርካ ጸሊም ኣብ ገዛ ኣብ ምልእቲ ገዛና ተይዛረባ ኣላ ኣደይ ግን ቁሩብ ጽልም ዝበለት ፋዘር ቀይሕ እዩ ማዘር ከዓ ቁሩብ ጸልም ዝበለት
ብጣዕሚ ጽቡቅ እሞ ፊሽ ኣብ ግዜ ንእስነትካ ከለካ ከ ማለት ሲ ክንመጺና ዕላልና ብምንታይ ኢና ክንጅምሮ እዚ ከም መእተዊ ብናይ ገድሊ ህይወት ክንመጺና ፊሽ መዓስ ሰሊፉ ኣብ ናይ ገድሊ ህይወት ዘሎ ብዙሕ ፍጻሜታት ዝረኣኻዮን ብዙሕ ብዙሕ ብዙሕ ብዛዕባ ገድሊ ዕሊልና ናይ ኣስመራ ክንመጺና ናጽነት ኮይኑ ስነጥበባዊ ህይወትካ ፊሽ እውን ከም ሰብ መን እዩ እንዳዕለልና ክንከይድ ኢና ሕጂ ግን ኣብ ግዜ ንእስነትካ ከለካ ኣብዚ ናይ ውዑይ ዕድመ ከለካ ኣብ ሰዓት እዚ ሓደ ዓቢ ኣርቲስት ናይ ሃገርና ኢካ ኣብ ሽዑ ግዜ ከ ገለ ይረኣየካ ኔሩ ዶ ስነ ጥበበኛ ንክትከውን?
ሕጂ ምሻሉ ከምዚ ፉርቴ ኣብ መብዛሕትኡ እዋን ንሕና እንታይ ንገብር ነገራት ኣብቲ ሽዑ ዝነበርካሉ ፍጻሜን ህሞትን ናትካ ድያሪ እንተሊካ ቶታሊ ዝክር ኣቢልካ ኣምጺኻ ዋእ ኣብ ሽዑ ድኣ ከምዚ እንዴ ነይረ ሕጂ ከመይ ገይረ ነቲ ኩሉ ነገር ምስ ፈለጥካ ተመክሮ ምስ ኣዕበኻ ፊልምታት ክሰርሕ ምስ ጀመርካ ብኡ እምሮ ኣይኮንካን ነቲ ዳሕረዋይ ህይወትካ ዝነበረ ኣጀማምራኻ ኣበጋግሳኻ ገለ ክትገልጾ ትኽእል መበገሲኻ እንታይ እንተ ኢልክኒ ከም ዝብለኪ ዘለኹ ንፉዕ ተማሃራይ ስለ ዝነበርኩ መጽሓፍ ናይ ምንባብ ድሌት ከኣ ነይርኒ ኣብቲ እዋንቲ ኤርትራን ብዙሕ መጻሕፍት ይጽሕፉ ነይሮም። ሕጂ ሰባት ኣይጽሕፉን ነይሮም ኢሎም ክገልጹ ከለዉ ናይ ቋንቋ ጸገ ባዚ ናይ መግዛእቲ ጸቕጢ ነይሩ ዶ ናይ ገለ ዶ ገለገለ ዝበሃል የለን። በዓል ግራት የመስክርለይ፣ መን እዩ በደለኛ፣ መኻን መዓልቲ፣ ወርቅሃ፣ እምባ ፍራሽ፣ ኣይበደልኩን፣ ኣይወረስኩን ገለ ብዙሕ ሮሜን ጁልየትን እዛ ናይ ሼክስፔር ስራሕ ዋላ ብትርጉም ከማን ኣብኡታት በጺሖምሲ ሓያላት ጸሓፍቲ ገለ ነይሮም እዚ ናይ ሮቢንሶን ክሩስ መምህር ሙሳ ኣሮን ሰማይ ነብሶም ይምሓሮ ንሳቶም ዝትርጉምዎ መጻሕፍቲ ነይሩ ሕጂ እዚታት ማዕረታ ኣካዳሚ ሰሪዕካ ዶ ተንብቦ ነርካ እንተልክኒ ክሕሱ እየ ኣየብልን እየ መጽናዕቲ ዝፈቱ ሰብ ኣይኮንኩን ኣየጽንዕን እየ ቀጣ እቲ መምህር ክምህር ከሎ እተን ዘለዋ ሳማር ሕዝ ኣቢለ ሽዑ ኣብ መርመራ ድዩ ኣብቲ ካሊእ ገለ ፈተናታት ኣካይድ እቲ ካሊእ ህይወተ ግን ኣብዚ ከምዚ ክብለክ ዝጸናሕኩ ጦምባተረ ንገብር ምንቅስቃስ ንገብር ፊልም ከዓ ትርኢ ስለ ዝነበርና እቲ ግዜ እቲ ብርተ ኣብ ኤርትራ ሰለስተ ዓይነት ፊልምታት ነይሩ ሓደ እዚ ኣጀንተ ንብሎ ናይ ከተማ ፊልም ማለት እዩ ካልኣይ እዚ ናይ ቴክሳስ ብፈረስ ገይሮም ሽጉታት ዝገብሮ ሳልሳይ ከዓ እቲ ዝዓበየ ኩሉ ሰብ ዝፈልጦ ህንዲ ፊልም ነይሩ እዚኦም ሰለስቲኦም እዚኣቶም ምስቲ መፅሓፍ ተወሲኾም ኣብ ውሽጠይ ዝፈጠርዎ ስምዒት ተመሊሰ ሕጂ ንወዲ ዓሰርተ ክልተ ወይ ዓሰርተ ኣርባዕተ ወይ ዓሰርተ ሓሙሽተ ዓመት ዝነበረ ፊሽ እንታይ ጽልዋ ገዲፎምሉ ክብል in detail ከምዝን ከምዝን ክብል ኣይክእልን እየ ግን ዘን ክብለኪ ዝጸናሕኩ እዩ ንኣብነት ሕጂ ናይ ህንዲ ፊልምስ ኩሉ ሰብ እዩ ዝፈልጦ እዚ ናይ ቴክሳስ በዓል ጁልያኖ ጀማ ሊቫን ክሊፍ ሪቻርድ ሃሪሶን በዓል ባድ ስፐንሰር ተሬንስ ሂል በቃ እቲ ፎርሞኦም፣ እቲ ፈረስ ኣሰቓቕሎኦም፣ እቲ ሽጉጥ ኣተዃኹስኦም፣ እቲ ገማጥሎኦም፣ እቲ ካሊ ማሊ ጋሊስ ነቲ ሽዑኡ ዝነበረ ውዑይ ዕድመ ጃስት እስኻ ፈረስ ስለ ዘይብልካ ፈረስ ተደሊኻ ከኣ ንዓዲ ስሄል ትኸይድ ኣብኡ ፍረሳት ኣለዋ ኣብኡ ገለ ክትፈታትን ትፈትን ክሳብ ከምዚ እዩ ነይሩ ፊልሚ ህንዲ ከኣ ከም ዝብለኪ ዘለኹ ብፍላይ ኣብቲ ግዜ እቲ ጸላዊ ዝኾነ ፊልምታት ነይሩ ካብኣተን ሓንቲ ደሓር ከነዕልላ ኢና ብቪኖት ካና እተሰርሐት ላልካርን ሜንሳብን ዝበሃላ ፊልም ነይረን። እዚኣተን ኣብቲ ናብ ገድሊ ንምኻድ እንታይ ኣበርክቶ ገይረን ደሓር ክዕለለን ይኽእል ይኸውን። ኣጀንተ ፊልም፣ ህንዲ ፊልም፣ ናይ ቴክሳስ ፊልም ክትርኢ ጸኒሕካ፣ ብትግርኛ ዝተተርጎመ ከኣ መቐረት ብዘለዎም ጽቡቕ ጽውጽዋያታት ዘለዎም ዛንታታት፣ ገሊኦም ከኣ ብሓቀኛ ፍጻሜ እተፈጸሙ፣ ከተንብብ ጸኒሕካ እዚ ኩሉ ተሓዋዊሱ ንፊሽ እንታይ ይገብሮ ኔሩ ብእምርኡ ንናይ ስነ ጥበብ ዝንባለታት እንታይ ኣበርክቶን ግደን ጌርሉ ሕጂ እዚ ክብል ኣይክእልን ግን እዚኦም ሒዘ እየ ምስዚኦም ሓቂፈ ስለ ዝመጻኹ ኮን ዶ ኮን ኢለ ዝተዓጸኳ ዶ ትሓይሽ? ጽልዋታት ዝገብር ኔሩ እዩ እቲ ምክትታል ማለት እዩ። ላልካር ትብል ፊልሚ ኔራ ሜንሳብ ትብል ከኣ። ምስ መጸት ኣብ ኣስመራ ኩሉ ፖስተር ተጠቂዑ ገለ ኣድቨርታይዝ ተጌርዎ ገለ መለ ዘን ኣን ኢቭኒንግ ፓሪስ ላቭ ኢን ቴክዮ ገለ ብሙሉኤን ፖስተር ጥቃዕ ሎሚ ኣብ ዳንተ ጽባሕ ኣብ ከምዚ ጽባሕ ከምዚ እናተባህላ ይረኣያ ፖስተረን ተጠቂዑስ ይረኣያ ነይረን እዘን ክልተ ፊልም ላልካር ዳርሜንድራ ዝሰርሓ እዚኣ ሜንሳብ ንብላ ዘለና ከዓ ቪኖት ካና ዝሰርሓ ላልካር ድሕሪ ግዜ ተራእያ ሜንሳብ ግን ተኸልኪላ እንታይ ስለ ዘለዋ እየ እንተይልክኒ ሃይለስላሴ ብቐጥታ እቶም ናይ ሳንሱር ክፍሊ ሽፕ ዝነበሩ እዛ ፊልም እዚኣ ክትረኣ የብላን ኢሎም መሊሶማ። ሕጂ ምሳይ ኣላ እታ ፊልም። ስለምንታይ ማለት እዩ?
ኣይኮ ሕጂ እዚ ናብቲ ገድሊ ዝኸይድ ስምዒታት ናይ ገድሊ ህይወት ከንጸባርቕ ዝኽእል ነገር ኮታስ ኣብ ባርነት ዝነበረ ህዝቢ ሓርነት ከመይ ገይሩ ረክብ ንሓርነቱ ከከመይ ዋጋ ከፍለሉ ዘርእስቱ ፊልም ስለ ዝነበረ ፖስተር ተጠቂዑ ኣድቨርታይዝ ተገይሩ ከብቅዕ እታ ፊልም ተኸልኪላ። ሕጂ በዓል ሜን ሳብ ስለምንታይ እዩ ኣብቲ ግዜ እቲ ብቕዓት ነይሩ እቲ ዝነበረ መንእሰይ ኩሉ ብቅዓት ዝነበረ ተማሃራይ ኣብ ልኡል መኮንን ዝነበረ ተማሃራይ ሕጂ እኳ ቀይሕ ባሕሪ እታ ሓንቲ ከኣ ኣይበልኳን እምበር ደቃስ ሕጂ ቀይሕ ባሕሪ ይበሃል ኣሎ እትኡ ዝነበረ መንእሰይ ከምዚ ክንብሎ ዝጸናሕና ብምሉእ ሃገራውነቱ ዝተጸልወ ትርኢ ኢኻ ቅትለታት ፈዳይን ክቐትሉ ከለዉ ትርኢ ፈዳይን ክቕተሉ ከለዉ ትርኢ፣ ኣብ ገልገለ እዋን ዝሕነቑ ሰባት ትርኢ፣ ንሕና ሕጂ ብፍላይ ኣብ ዕዳጋ ሓሙስ ሃይለስላሴ ዝሓንቆም ዝነበሩ ሰባት ትርኢ። ሕጂ እዚኦም ኩሎም ነውጺ እናፈጠረ በዚ ከኣ ብጀብሃን በዚ ከኣ ሻዕብያን ከኣ ውድባት ተመስሪቱ ኣሎ። እዚ ኩሉ ሰብ ከኣ ናበይ እዩ ዝግዕዝ ዘሎ? ኩሉ እቲ ዓቕሚ ኣዳም ዝበጽሐ፣ ፖለቲካዊ ፍልጠቱ ዘዕበየ፣ ንቕሓቱ ዘማዕበለ ሰብ ኩሉ ናበይ ይኸይድ ነይሩ? ንበረኻ እዩ ዝኸይድ ነይሩ። ሕጂ እዛ ፊልም እዚኣ እንድሕር ተራእያ ከኣ መሊሳ ዋሕዚ ናይቲ ንበረኻ ዝኸይድ ሰብ ከተብዝሕ ስለ ትኽእል እዛ ፊልም እዚኣ ተኸልኪላ። ኣብቲ ግዜ እቲ ሜንሶሃብ ቢኖት ካናት ፍሉጥ ኣክተር ናይ ኣስመራ ማለት እዩ።
እዚ ሕጂ ኣብ መዓስ ዓመተ ምህረት እዩ?

ንዓ ትዋሳኣ እታ ካራክተር ከይተረፈት ኣብ ፈረስ ኣሰቓቕልኣ እቲ ወዲ ኣብኡ ዝነበረ ሰጥ ኣሽሙታት ክዕልማ ከሎ ንሳ ተሕድሮ ጽልዋ ናይቶም ኣርባዕተ ሰባት ምልክታት እቲ ሓደ እዚ እቲ ሓደ ርእሱ ሕብጥ ዝበለ እቲ ሓደ ኣብ ዓይኑ ገለ ምልክት ዘለዎም ሰባት እዚኦም ንባዕሎም ናብቲ ናይ ገድሊ ስምዒታት ሕነ ናይ ምፍዳይ ተኽእሎታትካ ሪቨንጅ ናይ ምግባር ጽልዋታት ስለ ዝነበሮም ምስ ተራእቀ ቀልጢፎም ዝተቆረጹ ፊልምታት እዮም። ስለዚ ዋላ ህንዲ ኤርትራዊ መንእሰይ ዝፈጠሮ ስምዒታት ቀሊል ነገር ኣዩ። ማዘር እንድያ ሕጂስ ከቢድ ነገር ናይ እዩ። ብሓቂ ሃገርካ ክሳብ ክንደይ እያ ክብረት ዘለዋ፣ መሬትካ ክሳብ ክንደይ እያ ትኣሽሙ ተብለሉ ኣብ ማዘር እንድያ ትርእዮ ፊልምታት እዩ። ናይ ብሓቂ ዓቢ ጽልዋ ኔርዎ እዩ እቲ ናይ ሽዑ ፊልም ኣይ- ኣይወድቕን እዩ ውን ክሳብ ሕጂ Yes. ክትርእዮ ከለኻ Yes. ከምዚ ዝበልካዮ ውን ጽልዋታት ይገብር እዩ ናብቲ ክትደግም ኢኻ ትጓየ እወ። ኣነ ከምኡ ልክዕ።
ይብል እቲ ነ- ነቲ ደርፍስ ትደግሞ ሕጂ እሱ ክትደግሞ ከለካ መሲልካ ደይመሰልካን ከዓ ድዕዘቡካ ከምዚ ሕጂ ደያኑ ሰለስተ ኮፍ ኢሎም ከምኡታት ነይሮም ምክንያቱ እሱዩ እ፣ ፊ- ዋላ እቲ ቃላት ከይተረፈ ኢካ ትደግሞ ልክዕ ከምዚ ናይ ሽንግርዋ ገለ ዝግበር ምሽ ኣሎ ሰለስተ ሰባት ኮፍ ኢሎም ዳንነት ዝህቡ ከመይ በቂዕዎ ደይበቅዖን ነቲ ኣክት ነቲ ድምፂ ነቲ ገለ ሕጂ እቲ ህንዲ

እቲ ተኣሽሞም እዩ ደስ ዝብለካ እቲ ተኣታትዋ ሽዑ እቲ ግዜ እቲ ክሳብ ክንደይ እዮም ምዕቡላት ነይሮም ኣብ ሸን ትሽዓተ ሚእትን ኣርባዓታት ንዓና ዘርእዩና ፓራዶክስ ዝኾነ ነገራት ኣሎ ንኣብስ ኣሚት ምጽ ኢሉሲ ኣብ እንቋዕኾስ ኮፍ ብላ ሓፍ ምስ በለስ ጫቑት ኮይና ትወፅእ እዚታት ሕጂ ብጣዕሚ ክትቅበሎ ዘይትኽእል ነገር ኣሎ ኣተዓባቢዮም ናይቲ ካራክተር ንባዕሉ ረጅስካና ሕጂ ኣብ ሃቲ ሜርሳትሲ ኩዕሻ ሃርም ብንእሽትኡ ከሎ ምስቲ ሓርማዝ ክዓቢ ከሎ ማለት እዩ። እታ ኩዕሾ ከይደ ምስ ከደት ነታ ኩዕሾ ከልዕላ ከሎ ከኣ ዓቢ ሰብ ኮይኑ ልክዕ እታ ሽዑ እተኸደና ክዳን ገይሩ። ሕጂ እንታይ እዩ እቲ ኣሰራርሖኦም እዩ ነዚ ሕጂ በጺሕናዮ ዘለና ምዕባለታት ናይ ቴክኖሎጂ ገለዶ ገለዶ ኩሉ እቲ ናይ ኣርት ጽባቐ ናይ ካሜራ ጥበብ ገለመለታት ኣብቲ ግዜ እቲ እዮም ንሳቶም ነዚ ምዕባለ እዚ በጺሖሞ ሕጂ ጀማምሮም ከምኡ መስለኒ። ሓራይ ፊሽ እሞ ክንቅጽል። ሓራይ ሓራይ ከምቲ ዝበልክዎ ብናይ ገድላዊ ህይወት ክንጅምር። ፅቡቅ ዝበለፅ።
ፅቡቅ
ናይ ሜድያ ህይወት ንኩሉ ክትንክፍ ክበዝሓና ስለ ዝክእል ነፍሲ ወከፍ ተግራላይ እውን ናቱ ታሪክን ናቱ ጅግንነትን እዩ ዘለዎ እጂ ንኩሉ ታሪክ ናይ ሰውራ ኣልዒልካ ክዛረብ ግዜ እውን ኣይኣክለናን እዩ ታሪክ ነዊሕ ስለ ዝኮነ ፍሽ ሓደ ካብቶም ታሪክ ናይ ህዝቢ ኤርትራ ዘለካን ገዲም ተጋዳላይን ገድልን ሂወቱን ኣጸቢቅካ ትፈልጦ ኢኻ ሓደ ካብኡ ኢኻ ስለዚ እስከ ብኣሰላልፋኻ ክንጅምር ኢና ፍሽ መዓስ ንሚራ ተሰሊፉ ኣብ ሽሕን ትሽዓተ ሚእትን ክልተ ፈተነ ተኻይዱ ማለት እዩ እቲ ሓደ ፈተነ ድሓን ንታሪክ ንጎኒ ገዲፍና ማለት እዩ ሰብዓን ሽዱሽተን ዝኸድናሉ ወይ ስምዒት ኢልካ ትኸይድ ምስ ከድካ ከዓ ኩንታል በሊዕካ ተመለስ ይብሉኻ ኩንታል ማለት ጎቢዝካ ምፃእ ማለት እዩ ካልእ ዋላ ሓንቲ ትርጉም የብሉን ተመሊስና ሕጂ እቲ ሓንሳብ ተደጎለ ስምዒት ከኣ መመሊሱ ስለ ዝዕይቀካ ካልኣይ ግዜ ከኣ ፈተነ ብ ትሽሕን ትሽዓተን ሚእትን ሰብዓን ሸውዓተን መጨረሻ እቲ ወርሒ ዓሰርተ ክልተ ገለ መልታት ክመጹ ከኣ ሽዑ ናብ ህዝባዊ ግንባር ናብ ዛገር ከይድና ማለት እዩ ኣብ ዛገር ምስ ከድና ኩሉ ነገር እዩ ዝሕድሰካ ካብቲ ኣዝዩ ዝገረመኒ ነገር እንተልዩ ሽዑ እቶም ደቂ ከተማ በዚ ትኸውን እቶም ካብ ዝተፈላለዩ ከተማታትን ገጠራትን ዝመጹ ከኣ በዚ ሓደ ወገን ኾኑ ሽዑ ትተኣኻኸብ ኢኻ ኣዴታትካ ከይመጻ ትፈርህ ደድሕሬኻ እየን ዝኸዳ ዛግር ኣሎዶ ኣብዝሎ ዶብዝሎዶ ስለ ዝበሃላ ይመጻ እየን ሕጂ ደሓር ኮፍ ኢልናስ ሓንቲ ቤት ቁርሲ ዛግር ትብል ነይራ ኣብኣ ከይድናስ እንታይ ንበልዕ ኩሉ ግዜስ ኣብ ብፍላይ ከምዚ ኤለመንታሪ ተምሃራይ ኮይንካ ድሓር ናብ ሰከንደሪ ምስ ከድካ ገለ ካብቲ ዝነበረካ ካብቲ ናይ ኣመጋግባ ውፅእ ኢኻ ትብል ቀደምሲ ቅጫ ኢኻ ሒዝካ ትኸይድ ቅጫ ጣዕሞት ከበልዕካ ኢኻ እንድሕር ናይ ምሸት ተምሃራይ ኮይንካ ትኸይድ ወይ ቅጫ ብጣዕሽሙኻ ትገብር ድሕሪኡ ግን ከምዚ ባኒ ስልሲ ገለ ጭዳድ ዝበሃል ኣሎ ስልሲ ጥራይ ኩዑላ ኮምታት ትበልዕ ገለ ስለ ዝነበርካ ሕጂ እዚ ዘተኣታተወ መንፈስ ኣብቲ ቤት ቁርሲ ዛግር ከይድና እንታይ ንቆርስ ገለ መለታት ንቆርስ ገለ ምክንያቱ ኣይትብሎን ኢካ ደሓር ካብ ደፈረ ዛግር ንደፈረስ ቀረባ እዩ ብደፈረስ ሓንቲ ዓረብያ ትመጽእ እቲ መጀመርታ ዝረኣናዮ ምግቢ ማለት እዩ ብደፈረስ ትመጽእ ከምዚ ከምዚ እንዳበለት ዓረብያ ሒዞማ መጺኦም ምስልኩ እቶም ዝፈልጥዋ ሕጂ ኩሎም ተጓዮም ኣብታ ዓረብያ እዚ ናይ ምሸሎ እንታይ እዩ ዘሎ ገዓት ጋዓት ጋዓት ጋዓት እዚ ተጋዓት ዓብስ ኣብቲ ዓረብያ ተሰቂሉ እንታይ ኢኸ እቲ ናቱ ጠስሚ ዶ ገለመለ ከይትብሊ ስብቆ ስብቆ ቁሩብ ኣጸልም ኣቢልካ ብላዕሊ መጽዩ ሕጂ እቶም ብታሽሙ በልዑ ንስኻ ግን ክተብሎ ኣይትኽእልን ኢኻ ካብኡ ከም ዝብለኪ ጸኒሕና ንፍልፍል ወሪድና ማለት እዩ ኣብ ፍልፍል ከኣ ሓሳኽ ሓርጭ ኣሎ ሃሰኽሰኽ ዝብል ሓርጭ ንሱ እዮም ዝህቡኻ ፈቲኻ ጸሊእካ ኢኻ ትቕበሎ ሕጂ እቶም ቅድሜና ዝጸንሑ ደገዛውትና ዓበይቲ ክጋደሉ ዝጸንሑ ኣብ ከምዚ ቦታ ከምዚ ክጸንሓኩም ከምዚ ከይትበሉ ኣብ ከምዚ ቦታ ከምዚ ክጸንሓኩም ከምዚ ከይትገብሩ ገለ እናበሉ እዮም ዝነግሩኻ ሽዑ ልክዕ እተን ሓርጭ ክልተ መዓልቲ ገለ ትበልዐን ክልተ መዓልቲ ምስ በልዓካየን የለውን ሕጂ ሰማእታት እዮም ነብሶም መሓሮም በዓል ወዲ ምዒተ በዓል ገለ ዝበሃሉ ናይ ክፍሊ ታዕሊም ሓለፍቲ ዝነበሩ ድራር ነይሩ፣ ወዲ ሚዒተ ነይሩ፣ ኣሚነ ዘርአ ነይሩ፣ ሻሎ ኣሻዓል ገለ እዚኣቶም መፁኻ። ሕጂ እንታይ እዮም ዝብሉኻ እክብ ኣቢሎም ነዚ ኩሉ ሰብ እሞ እዚ እቲ መግብና ዝሓዝካ ዝኣቶ ቁሪ ኣሎ፣ ጥሜት ኣሎ ማይ ምህራም ኣሎ መገዲ ምኻድ ብእግርኻ ኣሎ ስለዚ ኣነ ኣደይ ናፊቐ ሓፍተይ ናፊቐ ሓወይ ናፊቐ ኣቦይ ናፊቐ ገለ ኮይነ ዝብል ተሰብ ተልዩ በዚ ይፈለ ኖ ኣነ ኩሉ እዚ ነገር እዚ ተፃዊረ ክጋደል እየ ዝብል ሰብ ከዓ በዚ ይፈለ ኣሉኻ ሕጂ እዚኣ ተማሂርናያ ተነጊርናያ ስለ ዝፀናሕና በዚ ተፈሊና በቲ ንጋደል ኢና ዝብሉ ሰባት ኣብቲ ግዜ እቲ ስለምንታይ እዩ ከምኡ ዝግበር ነይሩ እንተኢልክኒ ጸላኢ ዝልእኮም ሃሱሳት ነይሮም ክጋደሉ ኢሎም ይኸዱ እሞ ሕጂ ነቲ ኩሉ ነገራት ኣጽኒዖም ናብ ኢዶም ናብ ጸላኢ ዝኸዱ ምስ ፈለይዎም ኩሉ ግዜ ኣብ ነብሲ ወከፍ ካብ ኣስመራ ዝወፀ ብውሕዱ ዓሰርተ ወይ ሓሙሽተ ወይ ሸውዓተ ወይ ሸሞንተ ካብኡ ንላዕሊ እውን ክኸውን ይኽእል ሃሱሳት ይርከቡ እዮም ሽዑ ነዚኦም ምስ ረኸብዎም እቶም ናይ ሓቀኛ ስድራ ቤቶም ዝናፈቑ ምፅዋሩ ዝሰኣኑ ይፈልይዎም እቶም ፈጺሞም ተልእኾ ዘለዎም ሰባት ሃሱሳት ብጸላኢ ዝተላእኹ እንድሕር ኮይኖም ከኣ ንዓቶም ከኣ ፈልዮም እንታይ ይገብርዎም እቲ ዝግባእ ወታደ እንታይ ሽሙ ዝ- ይወሃቡ ማለት እዩ ከምቲ ዘድልዮም ከምቲ ዓቐን ናይቲ ሱ ተላኢኽዎ ዝመጸ ስሚ ክንስንስ ዝመጽእ ቦታታት ከጽንዕ ኢሉ ይመጽእ እ፣ ክሳብ ንኢሳያስ ክቐትሉ ኢሎም ዝመጸ ነይሩ ሓደ እዋን ኣብ ዛግር ዝመጸ ነይሩ ሓደ ቀሺ ሽጉጥ ኣብ ኣብ ቆቢዑ ገይርዎ ቀሺ እዩ ዝመስል ኩሉ ካይዱን ገለመለን ሕጂ ኣብቲ ዓዲ ህዝቢ ኤርትራ ኣዝዩ በሊሕ ከም ዝብለኪ ዝጸናሕኩ ዝተፈለየ ሰብ ምስ ዝርኢ እንታይ እዚ እንታይ እዩ እዚ ዓዲ ንፈልጦ እና ርኢና ይንፈልጥ እና ገለ ስለ ዝብል ሓበሬታታት እክብ ምስ በለ ሽዑ ነቲ ሰብ ክትሓቶ ኢልካ ተፈተንካ ኣብዚ ስእሊ ናይ ኢሳያስ ሒዙ ኣብ ሽጉጥ ክቐትሎ ኢሉ ዝመጸ ሰብ ሕጂ ከምኡታት ስለ ዘጋጥም ዝነበረ ድሕሪ እዚ ዝብለኪ ዘለኹ በዚ ምስ ተፈለና እቲ ዝበለጸ ሓድሽ ሓርጭ ጉዕ ዶ ኣይትበሊ ሩዝ ኣይትበሊ ጸባ ኣይትበሊ ገለ ኣይትበሊ ገለ ኣይትበሊ በሊዕና ሰማእታት ዝበሃል ኣሎ እዚ ሰማእታት ዝብለኪ ዘለኹ ቦታ ከዓ ብታሽሙ ኣብዚ ቀረባ እዋን ናይ በዓል ወዲ ሻውል ገለ መለ ፊልም ገለ ናይ ሰብዓን ሓሙሽተ ምጥቤ ዝሞትሉ ገመል ገለ ዝበልዕሉ ገለ ምታት ንዑ ነት መገዲ ትሓልፎ ማለት እዚ ሕጂ ኣብ ሰማእታት ግድን ሓደ ሰብ ክፈል ሓደ ተዓላማይ ምክንያቱ ዝደኸመ ወይ ዓቕሚ ዘይብሉ ወይ ገለ እዚ ኩሉ እግርኻ በሻዕሻዕ ብል ካብኡ ንማይ ህመት ትኣቱ ማለት እዩ ማይ ህመት ምስ ኣተኻ ወታደራዊ ታዕሊም ሽዱሽተ ወርሒ ትዕለም ኩሉ እቲ ብኡ ዘሎ ሕግታት ከዓ ኣዝዩ ፀቢብ እዩ ኣብ እምኒ ኢኻ ትስንክት ኣይትፈልጦን ኢኻ እምኒ ከመይ ጌርካ ከም ዝስንከት እንደገና ነቲ ሓርጭ ከዓ ገሊኡ ቆረሰካ ገሊኡ ብለካ ኣብ ህዝባዊ ግንባር ከኣ ኩሉ ነገር ጥንቁቕ ስለ ዝኾነ ከምዚ ክብለኪ ዝጸናሕኩ ደሓር ከነዕልለላ ኢና ካብ ዓይኒ ካብ መርፍእ ክሳብ መድፍዕ መርፍእን መድፍዕን እሞ ግምት ኣጥፊኡ መርፍእ እታ ዝቐለለት ነገር እያ መርፍእ ኣብ ኣስመራ ሽዑ ብሳንቲም እያ ትግዛእ ነይራ ዋጋ መድፍዕ ኣብቲ እዋንቲ ይፈልጦን እየ ክንደይ ነይሩ ወታደር ስለ ዘይነበርኩ ተምሃራይ ስለ ዝነበርኩ ግን ኣዝዩ ብዙሕ ክኸውን ከም ዝኽእል ኢና ንግምት ረያ ዋጋ ሓንቲ ሳንቲምን ዋጋ እቲ ብዙሕ ገንዘብን ኣብ ሕጊ ናይ ህዝባዊ ግንባር ብዲሲፕሊን ዓይኒ ድሕሪ መጺኻ ክልቲኤን ማዕረ እየን ዝረኣያ ነዚ ክሳብ ክንድዚ ይጥንቀቕ። ንሕና ነቲ ሓርጭ ዘምጽኦ መንግስቲ ነቲ ውድብ ዘምጽኦ ሓርጭ ስለ ዘይከኣልካዮ ቆራረሰካ ዓቕልኻ ጽበልካ ደሓር ንጎኹ መጺኦም ከይርከቡኒ ከ ብሉል ኢልካ ነቲ ሑጻ ፍሕር ፍሕር ፍሕር ኣቢልካ ኣብኣ ትደብያ። ደሓር ክትቅጻዕ ከለኻ ከኣ ልክዕ ከምታ ነተን ሑጻ ኣብኣ ነተን ሓርጭ ኣብታ ሑጻ ዘእተኻየን ስጋብ እዚኣ ከኣ እስኻ ኣብታ ሓዊ ዝተፍእ መሬት ሳብ እዚኣ ትልብለብ። ንጽባሒቱ ኣይትደግማን ኢኻ ወይ ትቅጽል ሕጂ እንታይ ክገብርዎ ጀምሩ ትዛነቕ እቲ ወዲ ገጠር ንሳቶም ይኽእሉ እዮም ኣብ ባሕሪ ምስ ወረዱ ገለ ገለ በለታት ጫ ባዕሎም ዝስንክቱ ህርኩቶ ባዕሎም ገብሩ ብርኩታ ባዕሎም ገብሩ ህንኩቶ ዝበሃል ገለ ነገር ስለ ዝገብሩ ሕጂ ንሳቶም ምስኣቶም እንዳተሳነኻ ሓሪጭ ተካይድ ድሕሪ ሽዱሽተ ወርሒ ታዕሊም ኩሉ

ክስለፍ እየ ከምዚ ሃገራዊ ስምዒት ሒዝኒ እየ ዝኸይድ ዘለኹ ኢልካ ከኺድካ ወላስ ይኸድሎ ኢልካ ከኺድካ? ሕጂ ኣብዚኣ ብዙሕ ሰብ ውርጡጥ ዝኾነ መልሲ ክምልስ ክሰምዖ እየ። ከምዚ ክብለኪ ዝጸናሕኩ ንሕና ካብታ ገዛና ካብታ ገዛ ኣነ ኣነ ኣነ ናይ ባባ ዝነበረ እታ ድኳን ነይሩ ናይ እንዳ ክዳን ክፍት ኣቢልካ ንግሆስ ርእይ ከተብል ከለኻ ናብቲስ ብፍላይ እታ መዓልቲ እንድሕር ኮይና ሕኑቕ ኢኻ ትርኢ። እዚ ሕኑቕ እዚ እንታይ እዩ? ናይ ፖለቲካ እሱር ዝነበረ እዩ። ሃገረይ ኢሉ ዝሓተተ እዩ። ነቲ ዝነበረ ስርዓት እዩ ዝቃወም። ሕጂ ንምንታይ እዮም ከምዚ ዝሕንቑ ዘለዉ? ንምንታይ እዮም ከምዚ ዝግበሩ ዘለዉ? ኢልካ ትሓትት ሓደ ሸነኽ። ዕዳጋ ሓሙስ ከም መእከቢ ናይ ብዙሓት ተኣሽሙታት ዝነበረትሉ ከኣ ብዝሒ ሃሱሳት ይቕተሉ፣ ብብዝሒ ምንቅስቓሳት ዝግበር፣ ፋምፍሌት ዝዝርጋሕ እዚታት ከኣ ምናልባት ንንኣሽቱ ነገራት ኣበርኪቱ ክኸውን ይኽእል እዩ። መበገሲኡ ግን እንታይ እዩ እንተ ኢልክኒ፣ ኣነ ከምቲ ንዓይ ከም ፊሽ ዝርድኣኒ፣ ይኸዱ ኣለዉ ይጋደሉ ኣለዉ እሞ እንታይ እዩ እንታይ እዩ ገድሊ እንታይ እዩ እቲ ትርጉሙ ከይፈለጥካ ከምቲ ኩሉ ሰብ ዝገብሮ ክንገብር ኣለና ዝብል ሓሳብ ሒዝካ ኢኻ ትኸይድ። ኣብቲ እዋን እቲ ወዲ ዓሰርተ ኣርባዕተ ዓሰርተ ሓሙሽተ ዓመት ኮንካ ብሱል ኣእምሮ ሒዝካ ንቕሓትካ ኣዕቢኻ ዝግበር ዝነበረ ግፍዕታት ፈሊጠ እየ ክብል ኣይክእልን እየ። ግን ይኸዱ ኣለዉ ኢልካ ትኸይድ እትሪኦ ብዓይንኻ ግን ዝቕተሉ ትርኢ ዝሕነቑ ትርኢ ገለ ትርኢ ስለ ዝነበርካ እዚስ እንታይ እዩ ገለ እናበልካ ትሓቶ እምሮ ክህሉ ይኽእል እዩ ኣብቲ ሰዓትቲ ነይሩ ክኸውን ይኽእል እዩ ይብል ግን ብንጹር ክዛረብ እንድሕር ኮይነ ግን መበገሲየይ ይኸዱ ኣለዉ ኢሎም ከይድና ሓራይ ፍሽ ንገድሊ ወፂኦ ገይረ ትብለኒ ፀኒሕካ እሞ ብንእስነትካ ስለ ዝወፃኻ ገድሊ መጀመርያ እቶ ምስ በልካ እንታይ ስምዒት ይፈጥረልካ? ኣብቲ ናይ ገድሊ ቦታ ማለት ካብ ስድራኻ ተፈሊኻ ትኸይድ ኣለኻ እንደገና ናብ ካልእ ዓለም ኢኻ ትኣቱ ዘለኻ እሞ ኸኣ ከምዚ ክትብሎ ጸናሕካ ኣብቲ ከባቢ ዘለኻዮ ከተማ ከማን ማሕነቕቲ ገለ ገለ ርኢኻ ትወጽእ ኣለኻ ናብ ሓደ ሞት ዝጽውዕ ቦታ ትኣቱ ኣለኻ ማለት እዩ ከም ንእሽተይ ኮንካ ኣብቲ ቦታ ምስ መጻኻ እታ ዘላ መጀመርያ ስምዒት ምስ ኣሎና ብሓደ ቦታ ትኸይድ እሞ ሓድሽ ተኾይኑ እቲ ቦታ ሲ ትጋይሸኻ በቲ ቦታ ወይ ገለ ናቱ ነናቱ ስምዒት ኣለዎ ናብቲ ገድሊ ከ እንታይ ስምዒት ፈጠርካ? ምሉእ ስምዒት ኣለካ ማሲን ፋሕፎሕ ይብል ዋላ ሓንቲ ነገር ትሪኦ የለን ከይድ ከኣ ካብ ዛግር ኮፍ ትብል ትወህለል ብዙሕ ሰብ ምስ ተኣከብካ ሽዑ ብሓንሳብ እዮም ዘበጉሱኻ ክሳብ እቲ ሽዑ እዋን ዘሎ ግን ኣዴኻ ከይትመጸካ ኣቦኻ ከይመጸካ ከይመልሱኻ እዚኤን ጥራይ ኢኻ ትሓስብ ዋላ ሓንቲ ኣብ ኣእምሮኻ ዝተሳእለ ስእልታት የለን። ስእሊ ካበይ ይጅምር እንድሕር ኢልክኒ ግን እታ ሓርጭ ዝበልኩ እታ ሓሳኻ ሓርጭ ኩሉ ሰብ ስለ ዝፈልጣ ድሓር ንሳ ግደፍ እያ። ምግዳል ምዃኑ ድኻም፣ ጻዕሪ፣ ገለ መለ ገለ ኩሉ ነገር ከም ዘለዎ በይኣ ትፈልጥ ተጓዓዝ ምስ ተባሃልካ። እዚ ዋላ ሓደ ዝለመደ ኣይኮነን። እንተኸይዱ ካብ ክንደይ ናበይ ክንደይ እዩ፣ ካብ ዕዳጋ ሓሙስ ሕጂ ንቓሃዝ እንድሕር ክኸይድ ኮይነስ ቀረባ እያ። ካብ ዕዳጋ ሓሙስ ንመለስተኛ ክኸይድ ከለኹ ካብ ዕዳጋ ሓሙስ ጥቓ እቲ ሉትራን ሚስዮን እሞ ጥቓ ገዛ እዩ ፈለገ እምሮ ከዓ ልዕሊ እንዳስላሴ ዘሎ እዩ ኣብኡታት እዩ ሕጂ ክትከዶ ዝፀናሕካ መገዲ ሓፂር እዩ እዚ ብሰዓታት ዝተለክዐ ጥራይ ዘይኮነስ ከም ከብዲ እግርኻ ክሳብ ዝንፋሕ ክሳብ ዝቕደድ ክሳብ ዝብተኽ ትጓዓዞ ጉዕዞ ሽዑ መረካ እንታይ እዩ እዚ ኢኻ ትብል ኣበይ ኣትየ ኢኻ ትብል እንታይ እዩ እዚ መገዲ እዚ ትብል እዚ ጨፋዕፋዕ ብል እርጎት ፀብሉኻ ወታ- ተጋደልቲ ከዓ ኣዝዮም ሓያላት እዮም ለኽበጣ ገለዶ ገለዶ ገለገለዶ ገለ ኩሉ እዩ ዝመፅእ እቲ ዘረባታት እሞ ኣነ ባዕለይ ድየ ክጋደል መፅእ ዋላ እዚኦም ወጢጦም እዮም ኣምፅኦምኒ ክሳብ ትብለሉ ደረጃ እውን ኣሎ ምክንያቱ ለኽባጥ ኪድ ሓፋ ብሎ እግርኻ ከምዚ ግበሮ በቲ ደኺምካ ኣለኻ በቲ እግርኻ ብምሉእ ማይ ምዒጉ ኣሎ በቲ ዘይትፈልጦ ሃሩርን መሬትን ከዓ ትላለ ኣለኻ ገሊኡ ሾኻት ኣሎ ብዚ ከክ ንምንታይ ዝኸውን ዝኣትወካ ኣሎ ንዑ ከተልዕሎ እንዳልካ ከለኻ ደፊ እዩ ሕለፍ ዝብለካ ሕጂ እዚኦም ኩሎም ቁሩብ ምርር ብለካ እቲ ጉዕዞ ከዓ ኣዝዩ ነዊሕ ስለ ዝኾነ ካብ ሕሰብዮ ካብ ከበሳ ደይብካ ንሳሕል ማይመት ክትኣቱ ብጣዕሚ እዩ ከቢድ ሕጂ እንዳዕረፍካ እናበልካ እናገለ እናኸድካ ክትከይድ ከለኻ ሰብ ኮንካ እንታይ እየ ዝገብር ዘለኹ? ኣብ ምንታይ እየ ዝኣቱ ዘለኹ? መን እዩ እዚ ኩሉ ነገር እዚ ክፃወሮ? ከመይ እየ ክኸውን ከድሓር? ሻሎ ሕቶታት፣ ጣዕሳታት፣ መንደፋት ኩሎም እዚኦም ይተኣኻኸቡ። ግን ከምኡ ስለ ዝኾነ እቲ መስርሕ ናይ ህይወት ምስ ሓለፍካዮ ማይ ኣመት ምስ ኣተና ሕጂ ማይ ኣመት ምስ ኣተናስ እንታይ ኢና ንፅበ ንሕና ከተማ ሑፃ እዩ ዓዳይ ዝበዝሖ ቦታ እዩ ዋላ ሓንቲ ነገር የለን ሕጂስ መዐለሚኦም ቦታስ እንታይ ክኸውን ይኽእል ኢልካ ተሓሲብካ ገዛውቲ ዘለዎ ፅቡቅ ዝበለ ቦታ ገለ ገለ ኢልካ ግን ምስ በልካ ኣብቲ በረኻ ኢኻ ኣብቲ ኣሽመኻ ትኣቱ ኣበለ ዶ እንታይ እዩ እዚ ማይመት ማለት ገለ ትብል እስያ ሰብ እዩ ካብ ኣስመራስ ንማይመት ኣብ ኣስመራ ዝነበረ እምሮስ ንጎ ከይዱ ንቤት ትምህርቲ ዝኸይድ ዝነበረ እምሮስ ኣብቲ ማይመት ከይዱ ክኣት ከሎ እዚ ስማዓኒ ነይሩ ክብል ኣይክእልን ግን እዚ ዝብለክ ዝፀናሕኩ ነገራት ኣሎ ክምለስ እሞ ኣይበልካን ኣይመረረካን ማለት እዩ ክሰስ ክብድሃየካ? ክሰስ ክሰስ ኣይመፀትን ግን ምጣዓስ ነይሩ ዶ ወይ ኣነደይ ኢልካ ትናፍቕ ዶ እ፣ እቲ ምስ ኣቦልኻ ክዛረቡኻ ከሎ ትሓርቕ ዶ እንታይ እዩ ዝገብር ዘለኹ እንታይ እዩ ናይ ባዕልና ደይኮናን መፂእና እንታይ እዮም ዝገብሩና ደለዉ እዚታት ከም ቃላት ነይሩ ክኸውን ይኽእል እዩ ኢልና ኢና ንክትምለስ ግን ወላ ሓንቲ ዝደፋፋእካ ሓይሊ የለን ፅቡቕ እሞ ናብ ሓደ ተጋዳላይ ዘለዎ ቦታ ኢኻ ከይድካ ፍሽ ተጋዳላይ እንታይ ማለት እዩ ከም ፍሽ ከመይ መግለጺ ጌርካ ምገለጽካዮ።
እንታይ ኢና እሞ ክንብሎ ሕጂ ተጋዳላይ ከምዚ ገለ ሰባት ነይሮም ሰማእታት እዮም ሕጂ መብዛሕትኦም ምቕሉል ልኡኽ ክትልኡ እኮ ከለኻሲ ንኣብነት ፍርቴሲ ኣብ ዕድመ ኣዳም በጺሓ ሓዳር ገይራ ውላድ ትወልድ እሞ ንበላ ውላድ ዝወለደቶ ካብ ስነ ስርዓት ዕብያስ መዓዝ ወደይ ቡን ኣምጽእ ሽኮር ኣምጽእ ቀጠፍ ኣምጽእ መንደፍ ኢልኪ ክትልእክዮ ከለኽሲ እቲ ልኡኽ ክቕበለኪ ከሎ ኣብቲ ልኡኽ ዘርእዮ ቅልጣፈን ነቲ ንብረት ከኣ እተን ኩለን ዝበልክዮ ሓንቲ ነገር ከየጉደለ ክልተ ቅርሺ ሂብክዮሲ እዚኣ ክንዲዚኣ እያ እታ ዓሰርተ ሳንቲም ባኒኣ እታ ዕስራ ሳንቲም ቀጠፍያ እታ ገለ ገለ ዝበልክዮ ኩለን ኣማሊኡ ብስነ ስርዓት መጺኡ ኣደየ ኢሉ እንክርህሉ ክህበኪ ከሎሲ እዚ ዶ ትንበሎ ተጋዳላይ ከምኡ ኮይኑ ይስማዓኒ ምቕሉል ልኡኽ ዝተላእኹ ናብቲ ሰብስብ ዝተላእኾ ልኡኽ ክኸይድ እንከሎ ከዓ ዘርእዮ ትሕትና ተጋዳላይ ምዃን ማለት እ፣ ትሑት ሰብ ምዃን ማለት እዩ ባርያ ናይ ሰብ ምዃን ማለት እዩ ባርያ እዩ ኣነ ከም ዝርድኣኒ ንኣብነት ኣብ መፅሓፍ ቅዱስ እንታይ ተንብብ ጎይታሲ ነቶም ደቂ መዛሙርቱስ እግሮም ሓፂቦም እቲ ዝለዓለ ክትሕት ኣለዎ እቲ ዝተሓት ከዓ ክልዕል ኣለዎ እዚ ተጋዳላይ እንታይ እንተኢልክኒ ከም ናተይ መግለጺ ምቕሉል ልኡኽ ዘየጠራጥረካ ክትሓምዮ ዘይትኽእል ንሓደ ነገር ምስ ተላእኾ ነቲ ልኡኽ ክፍጽም ከሎ ከኣ ብናቱ ጥበብ ብናቱ ሓይሊ ብትስኻ ዝሃብካዮ ጥራይ ዘይኮነስ ብናቱ ጥበብን ሓይልን ኩሉ ዓይነት ነገራት ክጻወር ዝኽእል እሞ ተጻዊሩ ከኣ ናብ ዓወት ዘብጽሕ ሰብ እምበልኩዎ ይብል ኣነ። ናይ ብሓቂ ናይ ብሓቂ ደስ ብናተይ እዩ እዚ ጽቡቅ ካብዚ ጽቡቅ ንላዕሊ ደስ ክገልጽዎ ዝብል ዝኽእሉ ኣለዉ እ፣ ተጋዳላይ ጅግና ይበሃል እዩ እታ ጅግና ትብል ቃል ከ አ፣ ካብ ዝጋደል ክሕተታ ዝደሊ ሕቶ ኢኻ ሓቲትክኒ ብጣዕሚ እየ ዝፈትዋ ጅግና ማለት እንታይ ማለት እዩ በቲ ንሕና ኩልና ንፈልጦ ደፋር ድበኣስ ተባኢሱ ዝረትዕ ስዩም ዘብል ምስ ሃረመ ጣሽሙ ዘይከውን ዋላ ተሃሪሙ ከሎ እውን መሊሱ ናብ ባእሲ ዝኣቱ ጅግና ተባሂሉ ዝፅዋዕ እዩ። ሽፍታ ከይተረፈ በቲ ፍሉይ ኣቃውምኡ፣ ቁመንኡ፣ ዘለዎ ጭካኔ ናይ ጥበቡ ሓይሊ ጅግና እውን ተባሂሉ ይግለፅ እዩ። ጅግና ብ ህዝባዊ ግንባር ግን መን እዩ? ጅግንነት እንታይ እዩ? ብዙሕ ሰብ ሕጂ ሰባት እናጠቐሱ ከምፁ ከለዉ ቀዲሙ ስለ ዝተኮሰ ወይ ነቲ ናይ ህጁም መስመር ፈንጢሱ ስለ ዝሓለፈ ወይ ኣብ ኣዋጋግኡ ዘለዎ ሓይሊ ገለመለ እዚ ጅግንነት ኣይኮነን። ኣብ ህዝባዊ ግንባር ጅግንነት ምንታይ ልክዕ መጀመርታ ብርእሰ ድስፕሊን ዝምራሕ ሰብ ምስ ዝኸውን ርእሰ ድስፕሊን ማለት እንታይ ማለት እዩ ሰብ ከይሓበረካ ኣብ ውሽጥኻ ምእዙዝነትን ተወፋይነትን ልዕሊ ኩሉ ከኣ ሃገራዊ ፍቕሪ ዘለዎ ምሉእ ትሕትና እዚ ገይረ እዚ ሰሪሐ ኢሉ ክጀሃር ዘይክእል ርእሰ ዲሲፕሊን እዚ ይበሃል። እንደገና እቲ ውድብ ዝህበካ ዲሲፕሊን ከኣ ኣሎ። እዚ ውድብ ዝህበካ ዲሲፕሊን መንፈሱ ክብ ዘይኮነስ መንፈሱ ለጠቕ ኣቢሉ መንፈሳዊ ስራሕ ዘይኮነሲ ግብራዊ ስራሕ ክሰርሕ ዝኽእል ሓይሊ ዘለዎ ሰብ እዚ እዩ ብዲሲፕሊን ዝተሃንፀ፣ ብዲሲፕሊን ከዓ ዝተማእከለ ሙሉእ ጅግና ዝበሃል። እዚ ጅግና እዚ ከይዱ ስለዝተኮሰ፣ ከይዱ ስለዝሃጀመ፣ ወይ ቅድሚ ሰብ ስለዝሃጅመ፣ ብዙሕ ጥይት ስለዝተኮሰ፣ ወይ ኣብ ሓደ ድፋዕ ውስጡ ደይቡ ዕልል ስለዝበለ እዚ ጅግና ኣይኮነን ኣብ ህዝባዊ ግንባር። ብርእሰ ዲሲፕሊንን ብውድባዊ ዲሲፕሊን ናይቲ ውድብ ዝምራሕ ምስዝኸውን እዚ ዝተማእከለ ጅግና እባሃል።
ናይ ብሓቂ ደስ ዘብል መግለፂ እዩ በቲ ናይ ህዝባዊ ግንባር ኣመራርሓ ናትካ መግለፂ እውን ዝሃብካና ፍሽ ኩናት ፍሽ ዕላማ ዘይኮነ ንዕላማኻ ንክትበፅሕ ትጥቀመሉ ሓይሊ እዩ ኣብቲ ብሓይሊ ትኸደሉ ሰዓታት ከዓ መውጋእቲ ኣሎ ሞት እውን ኣሎ ህዝቢ ኤርትራ ከዓ ናፅነቱ ንምምፃእ ዘይተሰወአን ዘይተወግአን ዘይቆሰለን የለን ኩላትና ንፈልጦ ሓቂ እዩ እዚ። እስከ ፊሽ ኣብዚ ኩሉ ናይ ገድሊ ሂወትካ እንዳተጓዓዝካ መውጋእቲ ኣጋጢምካ እዩ ከቢድ መውጋእቲ ናይ እግሪ በዚኣ ክጅምረ እታ መውጋእቲ ናይ እግሪ ከመይ እያ ኣበይ ኢኻ ተወጊእኻ እሞ ኻኣ ክሳብ ተቆሪጹ ተባሂሉ ዝበጽሓሉ ሰዓታት እዩ ኔሩ እስከ መውጋእቲ ናይ እግርኻ የዕብለና። ኮንፎርቴ እዚኣ ኣብ ሽሕን ትሽዓተ ሚእትን ሰማንያን ሰለስተን ሰላሕታ ወራር ንሕና ኔርና ኣብቲ ቦታ ማለት እዩ። እዚ ከባቢ በዓል ዛራ ዘሎ እዚ ናይ ሓልሓል ዝነበረ ውግእ ማለት እዩ። ሕጂ ኣብኡ ነዊሕ እዋን ስለ ዝተዋጋእና እቲ ዓቕሚ ተዳኺሙ ንዓና መተካእታና ብርገድ ዕስራን ሰለስተን ዝበሃሉ መጺኦም ንዓና ቀይሩና ንሕና ካብ ሰሜራ ምብራቕ ሳሕል ንምለስ ማለት እዩ። ድሮ ጸላኢ ነዚኣ ይምዝምዛ። ብሸነኽ ሰሜናዊ ምብራቕ ሳሕል ካብ ግንባር ሓልሓል መጺኡ ናብ ሰሜናዊ ምብራቕ ሳሕል ግዒዙ ዘሎ ኣሃዱ ብዓቕሚ ዝተዳኸመ እዩ። ዋላ እቶም ዘለዉ ኣዘዝቱን ሓለፍቱን ገለ መራሕቲ በጠሎኒኦም፣ መራሕቲ ሓይሎም፣ መራሕቲ ጋንታታቶም ተወጊኦም ስለ ዘለዉ ኣብ ዝደኸመ ንኸዕርፍ ተባሂሉ እዚ መዚዞም ኣምጺኦሞም ስለ ዘለዉ ንዕኡ ንምጥቃዕ ተባሂሉ እዩ እቲ መጥቃዕቲ ዝፍተን። እቲ መጥቃዕቲ ክልተ ተበግሶ እዩ፣ ሓደ ተበግሶ ንሃናኢ ሓደ ተበግሶ ከኣ ናይ ጸላኢ። ጸላኢ ነታ ሓንቲ ዝመዝመዛ ኣብ ሳላሕታ ብዘጋጠመ መስዋእትን መውጋእትን ዓቕሚ ስለ ዝተዳኸመ፣ ኣብ ቦትኡ ከኣ ካልእ ብርጌድ ዕስራን ሰለስተን ስለ ዝተከ፣ ነዚ ኣሃዱ እዚ ንምጥፍት ኣሽሙ ንምግባር ንምድኻም እዩ ዝመጽእ፣ ሓደ እቲ ቀዳማይ ከም ቀዳማይ ዕላማ ማለት እዩ። እቲ ካልኣይ ዕላማ ከኣ እዚ ዝብለኪ ዘለኹ ተበግሶ ንሃና ንምውሳድ ማለት እዩ። ሕጂ ብቲ መጥቃዕቲ ምስ ኣተና እዘን ሰለስተ ኣፍዑ እዘን ኣብ ኣፍልበይ ማህረም ዝተህረም ምስ ተሃረምኩ ከምዚ ተሃሪመ ኢልካ ካብ ድፋዕ ምውጻእ ነውሪ እዩ ወይ ብስትሬቸር ክትስከም ክትክእል ኣለካ ወይ ከዓ ትወድቅ ክትክእል ኣለካ ወይ ከዓ ከምዚ ዝብለክ ዘሎ ከቢድ መውጋእቲ ተዘይኮይኑስ ንእሽተይ ሽንጣፍ ተሃሪመ ኢሉ ገለመለ ዘብሎ የለን ግን ሽዑ ይርዳእካ ንእስነት ስለ ዘሎ ኣብ ሳንቡእ ዝኣተወ ስፖጆ ግን ኣሎ ሳዕ ክሳብ ሕጂ ክሳብ እዛ ሕጂ ዘለኹዋ ሰዓታት ካብ ኣፈይ ብደም እንዳወጸ ዝኸይድ ማለት እዩ። ሓደ መራሒ ጋንታ ሓደ መራሒ መስርዕ ሓደ ገለ ገለታት ምስ ተወግኡ እቶም ዝተረፉ ኣነ ጠርኒፈዮም እኸይድ። ንጸላእሲ በዚ ብቕድሚኡ ዘይኮነስ ብድሕሪኡ ኢና ንኣትዉ። ከቢድ ውግኢ ተኻይዱ። ጸላኢ ብዘይ ብዘይገመቶ ኣንፈት ኢና ኣቲናዮ። ናብኡ ከእትወና ዝኸኣለ ምኽንያት ከኣ ምፍራሱ ጥራይ እዩ። ምኽንያቱ እቲ ኣሎ ስምዒት፣ ህዝባዊ ግንባር ክሰዓር፣ ህዝባዊ ግንባር ክደክም፣ ህዝባዊ ግንባር ከምዚ ክኸውን ዝብል ኣተሓሳስባ ኣብ ነብሲ ወከፍ ተጋዳላይ የለን። ክኸውን ከኣ ዘይክእል ውድብ እዩ። ምስ ኣተና ሕጂ ምናልባት ካብዛ ዘለናያስ ድሕር እንተ ኢልካ ክንድዚኣ ዘለኹዋ ርሕቀት ወሲኺ ኣብኣ ኮይነ ኢና እግረይ ዝሃርመኒ። እዛ እግርስ ከምዚ ኢላስ ኣብ ዝተፈቐ ኢላ። እንታይ እዩ እዚ ኢለ ሰንቢደ ምክንያቱ እንታይ እዩ ገይሩ እግርኻስ ናብቲ ሰቂልካ ናብዚ ተሰቂሉ ምክንያቱ ጅማት እንተ ዓፅሚ ስለ ዝተሰብረ እዚ ሕጂ ናብዚ ክድይብ ከሎ ንዓይ ኣይርዳእንን ኣሎ እንታይ ስለ ዝኾነ ይመስልኪ ቅድሚኡ ብዙሕ መውጋእትታት ስለ ዘጋጥመኒ ዝነበረ እቲ መውጋእቲ ድሮ ኣብ ነብሰይ ተለማሚደ እየ ትህረም ከላ እ ዝብለካ ምሽ ክላ ሃዲምና ኣለና ማለት ኢልካ ርእይ ተበልካስ በዚ እዩ ሸባዕ ኢሉ ደም ገለ እዚ ኣብዚ ዝተሰቕለ ግን ሰንቢደ እንታይ እዚ እግረይ ድዩ ተረእኳ ስቲኣ ከዓ ዘየላ ከመይ ኢለ ኣብዚ ተሰቒላ ሕጂ እቲ ተሃራርማ ናይ ብሬን ስለ ዝኾነ ብታ ጥቓና ስለ ዝነበረ ጀዝች ምስ ኣበለ እቲ ማህረምቲ ኣዝዩ ጅልዕልዕ ስለ ዝበለ ብሓይሊ ናይቲ ቅርበት ስለ ዘለዎ እቲ ጥይት እንታይ ገይሩ ከምዚ ክረባታ ኣብዚ ተሰቒሉ እግረይ ማለት እዩ እቲ ዝኸፈ ኣጆኹም ግደፍዎ ጥራይ ንዓይ ግደፉ ናትኩም ጥራይ ግበሩ እበርወን እዚ ከይወፅእ ገለመለ እንዳልካ ይኸይድ ሕጂ ድሮ የማን ሸነኹም ፀጋም ሸነኹም ብድሕሬና ከዓ ፀላኢ ስለ ዝነበረን ደፊኤንኦም ከይደን ኣነ በይነይ ኣብታ ጎቦ ተሪፈ ሽዑ እዚኣ ህርምቲ እያ ሓንቲ ዓቕሚ ዘለሃኒ ነዛ እግሪ ቀስ ኣቢለ ተኻኺለ ነዛ ሓንቲ ካልኣይቲ እዚኣ ነዛ እግሪ እዚኣ ሒዝያስ ቀስ ኢለ ቁር ንታሕቲ ወርድ ከምዚ ሓፈፍ ነብልካ ነጥፋሕ ኳልካ ከምዚ ናይ ተመን ገለ ዋላ ምስ ገለ እንዳኸድኩ ከለኹ ኣብ ላዕሊ ዝረኣየኒ ዶሽካ ዝነበሮ ነዚኣ ኢኻ ኣርማ ርኤ ሽኡ ሕጂ ምናልባት ጃህራ ከይመስለኪ ጸላኢ ጸላኢ ዶሽካ ዝነበረስ ነዛ ነዚኣ ነዛ ጥዒት ሃሪምዋ ሓባይ ቢሉ እያ መርከ እዚኣ ሃሪምዋ እዚኣ ከኣ ቢልዋ ማዕረ ገይርወን ኣሎ ማለት እዩ ክልቲኤን ላንግረር ነይራትኒ ይርስዓኒ እታ ላንግረር ቅድድ ኣቢለ ንእሽተይ ጽላል ገይረ ሽዑ እቲ ነቲ ቦታ ዝሓዘ ኣምሓራ መጺኤን ድምጽታት ክገብራ ገለ ገለ ሰምዕና ኣሎ ከምዛ ንእሽተይ ከምዚ ሸለ በዓትኹን ኢለ ኣባይ ኣትየ ምክንያቱ ሰሜን ኣውራቅ ሳሕል ኣብኡ ዘሎ ሙቐት ኣዝዩ ከቢድ እዩ እሞ ከዓ ደም ክፈሰካ ጸኒሑ ማይ ዘይብልካ ንጎ ከዓ እዩ ገለ መለታት ከይሕሱ ሰዓት ሸውዓተን ፈረቓን ሸሞንተ ከባቢ ተሃሪመ ክሳብ ሰዓት ትሽዓተ ጽቡቕ ነይሩ እቲ ዝቆጻጸሮ ዝነበርኩ። እታ ላንግረር ከምዚ ገይረ እያ እታ ፍርቃ ቆሪጸያ ሰንኩ ነይራትኒ ፍርቃ ቆሪጸያ ንጽላል ክትከውን እታ ፍርቃ ከኣ መጀነኒ ነታ እግሪ ገይረላ ፋሻ ገለመለ ነይሩ ግን ኣይሕዝን እየ ኣነ። ከመይ ኢለ ንዓራርብ ኣትየ ግን ኣይፈልጥን ካብኡ እኒኦ ከይትሓተኒ ብፍሑኽ ብምንታይ እሞ ምስ- ኖ ኖ ተንፋሒኾ ምስ ወረድኩ ሃለዋት ኣጥፊእኻ ጸላ ማለት ሃውላውተይ ኣጥፊኤ
ድሓር ነብሰይ ግን ኣበይ ረኽባ ካብ ሰሜናዊ ራእሲ ሓንሲ ዓራርብ ኣትዮም ነቲ ቦታ ሃጂሞም ንዓይ ኣውፂኦምኒ ንሕክምና ሰይዱኒ ካብ ሕክምና ከዓ ኣብ ዓራርብ ንጎረኢት ኣበልኩ ፎርሴፕ ዘሎ ሓኪም ዘሎ ዶክተር ዘሎ ዓራርብ እቲ ዝፈልጦ ዓራርብ ማለት እዩ ምክንያቱ ቀጻሊ ህረም ስለ ዝነበርኩ እዛ ናይ እግረይ ማህረምቲ እዚኣ እያ ነዛ ካልኣይቲ ለኪማ ነዛ ናይ ኣፍ ልቢ ወሲኻ ኣብታ እዋን እቲኣሲ ሰለስተ ግዜ ተወጊኣ ማለት እዩ ቀዳመይቲ እታ ናይ መጀመርታ ሳምቡእ ካልኣይቲ እዛ ኣብ ጥቓይ ኮይኑ ዝሃረመኒ ሳልሰይቲ ከዓ ኣብ ርሑቕ ምንቀሳቐስ ስለ ዝረኣየኒ ኣብታ ዝባን ዝነበረ ዶሽካ ዝነበረ እታ ናይታ ባጃበራ ንብላ እሱ ከዓ ነዛ ካልኣይቲ እግሪ ሃሪምዋ ኣብታ መዓልቲ እቲኣ ጥራይ ሰለስተ ግዜ ተወጊዐ ማለት እዩ። እሞ እሞ እግርኻ ጥ- ጠጠው ኢልካ ኣብ ኣፍ ልብኻ በጺሑ ዓጽምን ስጋንስ ዳርጋ የለን። የለን ማለት እዩ። እወ። ብኸመይ ተደላዲሉ በዛ ሕጂ ትኸደላ ዘለኻ እግሪ? እሱይ እቲ እ፣ ህዝባዊ ግንባር መግለፅታትካ ብዙሕ እንዲኻ ተምፅእ ትሓስቦ ነገራት ኣለዎ። ንኣብነት ስኪንክራፍት ዝበሃል ካብዚ ናብዚ ቆርበት ወስዱ ቦን ግራፍት ዝብሃል ኣሎ ናይ ዓጽሚ ምቅያር ዝገብሩ ምናልባት ኣብ ናይ ላይነሽ ሰሚዕክዮ ክትኮን ትክእል ኢካ እቲ ማንዲብል ዝኮነ ሰብሲ ንኣብነት ዋላ ካብ ቱሽ ወይ ካብ ኣፍ ልቢ ጨጉሪ ዝበቆሎ ቦታታት መታን እቲ ሰብ ጭሕሚ ክገብር ተባሂሉ ቆርበት ካብ ዝወሲዶም ከም ዝገብሩ እዮም ዘይግበር ዘይስራሕ ነገር የለን ኣብ ህዝባዊ ግንባር ሓንቲ ነገር ክነግረካ እነ ሓደ ተጋዳላይ ተወጊኡ ኣብ ኡኣር እንተዓሪፉ መወዳእታ እያ ተራኢኻ ኣይፈልጥን እዩ ምናልባት ኣነ ይፈልጥን እየ ካብተን ዘጋጠማ ማለት እዩ እቶም ሓካይም ሰብዓን ክልተን ሰዓት ብዘይ ዕረፍቲ ሓንቲ ዕድል እንተረኺቦም ሓንቲ ሻይ ከምዚኣ ገይሩ ተዓቢሉ ናብ መጥባሕቲ ተዓቢሉ ናብ መጥባሕቲ እዮም ዝኸዱ ነይሮም ሙሉእ ድሌት ዘለዎም ብናቶም ተበግሶ ዝመፁ ዲኣርኖት መርሰነሪ ንሱባት ኣይኮኑን ደሞዝ የብሎምን ዋላ ሓንቲ ዝፅበይዎ ነገር የብሎምን መን ጥራይ እዩ እቲ ዝመፀ ተጋዳላይ ሓውዩ ከመይ ገይሩ ናብ ድፍዑ ምለስ እዚ ብምሉኡ ተኸፊቱ ይመጽእ ከምዚ ገይሩ ሒዝዎ ይመጽእ መዓናጥኡ ሰብ ነዚ ኣእትዮም ኣተዓራርዮም ሰፍዮም ዋላ ሓንቲ ነገር ከይረስዑ እዮም ኣብ ገለ ገሊኡ እኮ ፈርሲዮም ርስዑ ገለ በለ ባህሊ ግን ምስቲ ኩሉ ድኻም ምስቲ ኩሉ ሃልኪ ሕጂ እዚ ማህረምቲ እዚ እቲ ዝቐለለ እዩ ማህረምቲ ካብዚ ዝብርትዕ ማህረምቲ ናይ ርእሲ ኣሎ ኣብ ዶመን ኣሎ ኣብ ዶመን እንድሕር ተሃሪሙ ኣብ ውሽጢ ዕስራን ኣርባዕተን ሰዓት ምጥባሕ ተክረክብ ተዘይክኢሉ የለን ተጋዳላይ ርእሲ እውን ከምኡ ተመሳሳሊ እዩ ሕጂ ውግኣት ክትፅዓን ከለኻ ርእሲ ቀዳመት ድሕሪኡ ኣብ ዶመን ዝፅዓን ምክንያቱ ብቐጥታ ናብ ኦኣር ክኣትዉ ስለ ዘለዎም ዝናህና ናይ እግሪ መውጋእቲ ገለ ስለ ዝኾነ መጨረሻ እንታይ ክመፅእ ዝኽእል ተልክቲ ምቑራፅ እዩ እንተ ኣብሰስ ገይሩ እንተ እቲ ክተኣሳሰር ዘይክእል ኮይኑ ኣብቲ ግዜ እቲ ብማርቴሎ ገይሮም እዮም እዚታትካ ዘንክሎ በዝን በዝን እንክሎ ሕጂ እዚኣ ምስ ተሃርመት በዝን በዝን ብማርቴሎ ገይሮም መስማር እትዎ ውይ እንዳበልካ በዚ ክንደይ ሰባት እዮም ዝሕዙኻ ኣብቲ ኣነ ዝነበርኩላ ዘጋጠመትኒ ግን ትራፓኖ መፅያ እታ ትራፓኖ ትውላዕ ርር ኣቢሎም መእትዎ በዚ ሕጂ እቲ ሓጺን ኣእቱ በቲ ኣሕጂ እንታይ ትስሕብ ነዚ ዘሎ ዓጽሚ ሲሒባ ንእሽተይ ኣዝዩ ከቢድ እንተኾይኑ ማህረምትኻ ፍርቂ ኪሎ ኪሎ ገለ መለ ገብሩልካ ደሓን ኩን እንተይሉ እቲ ማህረምትኻ ከኣ ካብ ኪሎን ፈረቓን ክልተ ኪሎ ንላዕሊ ሑጻ በቲ ትስሕብ በዚ ትግተር ሕጂ እቲ ዓጽሚ እንታይ ይኸውን ኣሎ ይምለስ ናብዚ እዚኣ በዚ እዛ በዚ ዘላ ነዚ ትስሕቦ እዛ ከኣ እቲ ተሃሪሙ ዘሎ ከኣ መጺኡ ሽዑ ንእስነት ስለ ዘሎ ግን ቀልጢፉ እዩ ዝጋጣጠም እወ ግን እቲ ብትራፓኖ ምንኳል እምበር ነፍሲ ስጋይ ኖ። ዕድለኛ እያ ን እምበር ማርቴሎ ጌሮም በዚ ማርቴሎ ሕዙ ሰብ በዚ ኩሉ ከምዘይሪኦ ገብርዎ ከምዚ ከድንዎ ሓሙሽተ ሽዱሽተ ሰባት ሕዝዎ ኣማራጺ የለን ብማርቴሎ እዩ ኔሩ ማርቴሎ ጌርካ ነቲ መስማር ክንዲ ዝኮን መስማር እዩ ንኡ ሃሪሞም ሃሪሞም ነቲ ዓጽሚ የሕልፍዎ ሽዑ እታ መስማር ምስ ሓለፈት

ሕጂ ነቲ ዓጽሚ ግን እንታይ ገብሮ ከምዚ ገይሩ ፍርፍር ኣብሎ እታ ቃንዛ ግን ምስ ሕጂ ፍርቱና ንዓኺ ዝኸብደኪ ዘሎ መርታ እዩ እዚ ብምሉኡ ደንዚዙ እዩ እዚ ማህረምቲ ምስ ከቢድ ማህረምቲ ስለ ዝኾነ እዚ ብዚታት ዝግበር ዘሎ ምንቅስቃሳት ብምሉኡ ዳርጋ ናብ ከምዚ ኣንስተዚያ ዝተወጋእካ መርፍእ ናይ መደንዘዚ ልክዕ ከምኡ እዩ ኩሉ እቲ ኣካላት ሲ ተኣሽሙ እዩ ሕጂ በዚ ከኣ እንተኾሎ ቃንዛ ኣለዎ ከም ዓይኒ ሓቂ ኣለዎ ዋላ እቲ ማርቲን ሉተር ክርም ከለውን ከቢድ እዩ ቀደም ከምኡ እዩ ነይሩ እታ ንሕና ዘ- ኣታ ኣነ ዝነበርኩዋ ግን ትራፓኖ መጺኣ በዛ ትራፓኖ ገይሮም ዕድለኛ ኢኻ ማለት እዩ ሃብለ። ብጣዕሚ እግዚኣብሔር ይመስገን